ሰላም ሰላም ናይ ውንጥሕ ሚድያ ተኸታተልቲ ቤተሰብ ከመይ ኣለኹም ዳሕንዶ ከመይ ቀኒኹም ሎም መዓንቲ ብሰለስተ ኣገደስትን ሓፀርትን ዛዕባታት እየ መፅኤኩም ዘለኹ ንክትከታተሉኒ ብክብሪ ይዕድም ንኺድ እስኪ በረከተ ብርሃ ኣብ ሰሙን እዚ እንታይ ገጢምዎ ብጣዕሚ ሰላማት ይዋት ዩቲበር ማጊ ሸው ዩቲበር ማጊ ሸውከ እንታይ ሓድሽ ነገር ኣጋጢምዎ ኣሎ? ሰላም ሰላም!
ከምኡ ውን ሙሴ ቻኩር ዘቅረበልና ሓጻር ቪድዮ ናታ እቶም ትንታነታት። ቲክቶክ ዶ ይኸፍል ዩቲብ ዶ ከምኡ ውን ፌስቡክኸ ይከፍል ድዩ ኢለልኩምኒ ብሓጺር። ናይዞም ሰለስቲኦም ዛዕባታት እየ ሒዘ ቀሪበ ዘለኹ። እስካዕ መፈጸምታ ፕሮግራምና ሓቢርኩምና ክትጸንሑ ተስፋ ይገብር። ንኺድ ሓደ ብሓደ ክንርኢ ኢና። በረከት ኣብርሃ ኣብዚ ሰሙን እዚ ብጣዕሚ ሓደ ዝገርም ነገር ገጢምዎ ዝገርም ነገር እንታይ እዩ ምናልባሽ ሚትን ሓምሳን ሽሕ ፈለወር ኣብ ፌስቡክ በፂሑ ኣሎ በረከት ሓወይ እንኳዕ ደስ በለካ ኣለኹ የቐንየለይ ክብረት ይሃበለይ ኣብዚ ሕጂ ሰዓት ናቲ ፌስቡክ ሚእትን ሓምሳን ሽሕ ፈለወር ኣትዩ ኣሎ ከምዚ ትርእይዎ ዝኒኹም ተንኪዩ ብጣዕሚ ብጣዕሚ ብጣዕሚ ብልቢየ ዘመስግን የሕዋተይ ማዓረይ። ንኹልና ውን ደስ ኢሉና እዩ ብጣዕሚ ብጣዕሚ ብጣዕሚ ድማ ክብሪ ኣለና thank you ክንብል ንደሊ ማለት እዩ by the way በረከት ኣብርሃ ማለት ከመይ እዩ ሚእትን ሓምሳን ሽሕ ፈለወር በፂሑ ኢልኩም ትግረሙ ትኽእሉ ትኾኑ ገለ ገለ ሰባት ማለት እዩ በረከት ኣብርሃ ማለት ብ ኣብ ዝተፈላለዩ ዛዕባታት መሰረት ዘለዎም ሕፅር ሕፅር ዝበሉ ጥዑማት ቪድዮታት እዩ ሒዙልና ዝመፅእ ካብቶም ሕዝዎም ዝመፅእ ቪድዮታት ድማ ገላገሊኦም ምስ ቴክኖሎጂ ዝተኣሳሰረ ትምህርታዊ ሓዘል ዝኾኑ ቪድዮታት እዮም። ገላገሊኦም ድማ ኣብ ዝተፀገማ ኣዴታት፣ ኣብ ዝተፀገማ ደቂ ኣነስቲ ኣሕዋትና ከምኡ እውን ብኣጠቓላሊ ኣብ ዝተፀገሙ ናይ ትድዮ ብፀትና መሰረት ገይሩ ሒዝዎም ዝመፅእ ቪድዮታት ከምኡ እውን ብተመሳሳሊ ትግራይ ኣብ ናይ ጀኖሳይዳዊ ኲናት ኣብ ዝነበረትሉ እዋን እውን ደኺሙ እንከይበለ ንህዝቢ ትግራይን ንትግራይን የርእዮን ይሰርሖን ኣብ ዝነበረ ግዜ ዘጥረዮ ተፈታውነት ብዘጥረየ ክብሪ ፔጁ ሚእትን ሓምሳን ሽሕ ክበፅሕ ክኢሉ ኣሎ ማለት እዩ። ስለዚ በዚ ኣጋጣሚ እዚ በረከት ከየመስገንኩኻ ክሓልፍ ኣይደልን። ሕዚ እውን ኣብ እትገብሮም ዝተፈላለዩ ናይ ማሕበራዊ ጉዳያት ከምኡውን ትምህርታዊ ሓዘል ቪድዮታት ኣበርቲዕኻ ክትመጽእ በዚ ኣጋጣሚ እዚኣን ውን መልእኽተይ ከሕልፍ ይደሊ Thank you ጎብዝ ንፋዕ ኢለ ሰናይ ትምንተይ ክገልጸልካ ዝደሊ በረከት ሓወይ ኩሉ ሰሰናይ ንዓኻ ተመንየ ኣለኹ ሕጂ ድማ ክቡራትን ክቡራንን ናፍታ ካልኤቲ ሒዘልኩም ቀሪበ ዘለኹ መደብ ኢና ክንሰግር እቲ ኣብዚ ሰሙን እዚ ንማጊሾው ገጢምዎ ንብሎ ዘለና ነገር እንታይ እዩ? ኣብ ዝሓለፈ ሕዳር ዕስራን ትሽዓተን ኣብ ኖቭል ሆቴል ሓፂር ስለ ዩትዩብ ኣካዳሚ መሰረት ገይሩ ምስ ካልኦት ብፆቱ ናይ ስራሕ ብፆት ማለት እዩ መሰረት ገይሩ ናይ ዩትዩብ ኣካዳሚ ትምህርቲ ይህቡ ነይሩ። ኣብኡ ዝበሎ ነገር ሓደ ዝገረመን ነገር ስለ ዘሎ ይሕዘልኩም ቀሪበ ማለት እዩ ኣርባዕተ ሚእቲ ሽሕ ኣብ ሓደ ወርሒ ካብ ዩትዩብ ይኽፈል ስለዚ ኣነ ብግለይ ሽካ ኣርባዕተ ሚእቲ ይኽፈል እየ ኣርባዕተ ሚእቲ ሽሕ ግን እኹል ይኾነይ ብዩቱብ ዝብል መልእኽቲ ተሕሊፉ ነይሩ እዚ ማለት ብዓሰርተ ክልተ ወርሒ ክነራብሖ ከለና ኣርባዕተ ሚልዮንን ሸሞንተ ሚእቲ ሽሕን ማለት እዩ። ስለዚ እዙይ ብጣዕሚ ዝተጋነነ ወይ ድማ ብጣዕሚ ዘየለ ነገር ኢልካ እውን ምዝራብ ይከኣል ማለት እዚ መሰረት ገይሩ እውን ዳርጋ ዝበዝሕ ናይ ትግራይ ዩቲበር ርእሱ ሓይምቐኒ ኣሎ ማለት እዩ። ክንድዚ እንድሕር ዝረክብ ኮይኑ ማጊ ሾው እማ በቃ ንሕና እንታይ ረኣይና ኮይና እንታይ ኮይኑ ቪው ኣውዩና እንታይ ኮይኑ ሳብስክራይብ ኣውዩና ዝብል ዝተፈላለዩ ጭንቀታት ዘሕደርኩም ናይ ትግራይ ዩቲበራት ኣሎ። ኣነ ምናልባሽ እንድዒ ማጊ ሾው ዘቕረቦ ነገር ምናልባሽ ወይ ኮፍ ኢልና ክንረዳደሉ ንኽእል ናይ ሕሳብ ሰልሒት እንተሃልዩ ምናልባሽ እምበር ዘይኸውን ነገር እዩ። ምክንያቱ እቲ ናይ ዩቱብ ቴክኖሎጂ ኣብ ትግራይ ንሪኦ ኣለና ማጊ ሾው ዝሰርሖም ስራሕቲ ናይ ዩቱብ ስራሕቲ ድማ ትግርኛ መሰረት ዝገብሩ እዮም ትግርኛ መሰረት ዝገበሩ ሓሳባት እንድሕር ዝቐርቡ ኮይኖም ድማ ዝበዝሕ ተኸታታላይ ወይ ትግራዋይ ወይ ድማ ኤርትራዊ ማለት እዩ ብውሱን መልክዕ ድማ ኣምሓራይ ወይ ከዓ ናይ ኦሮሞ ተወላዲ ክህሉ ይኽእል ማለት እዩ ናራሽ ኦሮሞ እኳ ተሰሚዑ ክርዳእ ዝኸብድ ነገር እዩ ስለዚ ኣብ ሓደ ወርሒ ብመሰረቱ ክንደይ ቪድዮ እዩ ዝሰርሕ ሰብ እዚ ክንደይ ቪድዮ እዩ ዝሰርሕ ክንደይ ቪድዮ ሰሪሑ ከ እዩ ክንደይ ቅርሺ ዝረክብ ንብዙሕ ናይ ትግራይ ዩቲበር ሕማም ርእሲ ኮይኖም ዝቆኑ ዛዕባታት እዮም ይዘው እዚኣቶ ብዙሕ ሰብ እውን ዳርጋ ፃርፃር ዝበለ ነገር ገይሩ ማለት ሰው በቃ ዘይበፃሕናዮ ገለ ነገር ኣሎ ማለት እዩ እምበር ብከመይ መንገዲ እዩ ዝሰብ እዚ ከምኡ ዝሰርሕ ናብዚ ዓይነት ነገር መፅኡ ማለት ብስሩ እንድሕር ከምኡ ኮይኑ ሓሙሽተ ነጥቢ ሓሙሽተ ሚልዮን ሂቡ መኪና ገዚኡ እውን ኢሉ ኣነ ማለት ከምዚ እንዳተሻወድና ክንከይደ ንኽእል እንዲና እዛ ሊብረ እዚኣ ብርግፅ ብማጊ ሽም ከም ትፅዋዕ ሓሙሽተ ነጥቢ ሓሙሽተ ሚልዮን ሂቡ ካብ ዕዳ ነፃ ኮይና ከም ዝተገዘት እውን መረጋገፂ ንደሊ ኢና ምክንያቱ እቲ ሰብ ጭቡጥ ነገር ኣትሒዝና ኢና ክንከድ ዘለና። ዩቱብ ክትጅምር ከለኻ ዩቱብ ቻለንጅታት ኣለው። ከምዚ ከምዚ ዓይነት ጸገማት ይገጥሙኻ እዮም። ከምዚ ከምዚ ዓይነት መፍትሕታት ተቐምጠሎም። ክንድዚ ግዜ ክወስደልካ እዩ ሞኒታይዝ ንክትከውን። ድሕሪ ሞኒታይዝ ናብ ኣድሰንስ ክትሰግር ክንድዚ ክገጥመካ እዩ ዝብል ነገራት ብግልጺ ኢና ክነቕርበሉ ዘለና ማለት እዩ። ተዚ ኮይኑ ግን ካብ ዩቱብ ክንድዚ ተኸፊለ እንዳበልካ ጥራሕ ምውጋዕ መራሽ ነቲ ዩቲበር ሕማም ርእሲ ጥራሕ እዩ ክኾነ ዝኽእል ኢለ ዝኣምን ማለት እዩ። ስለዚ ማጊ ሓወይ እንድሕር ከምኣ ኮይና እታ መኪና እውን ካብ ዕዳ ነፃ ኮይና ሓሙሽተ ነጥቢ ሓሙሽተ ሚልዮን ሂብካ ሊብሬ ብሽምካ ከም ዝኾነት ክንሪኣ ንደሊ። ስለዚ ኣብዚ ነገር እዚ እቲ ከይዲ ከሰንብድ ብዘይኽእል መንገዲ ተትነግረና ዝብል ሓሳብ እዩ ዘለኒ። ምናልባሽ እዚኣ ኢለ ካሊእ እውን ኣብታ ናይ ዕለት ዕስራን ትሽዓተን ዝነበረት ሓፃር ናይ ዩቲብ ኣካዳሚ መእተዊ ዝተገበረት ፕሮግራም ሓደ ተምሃራይ ስለ ዩቲብ ኣካዳሚ ንክመሃር ልዕሊ ትሽዓተ ሽሕ ቅርሺ ክኸፍል ኣለዎ ወይ ድማ ወርሓዊ ክፍሊት ልዕሊ ትሽዓተ ሽሕ ቅርሺ ከምዝኾን እያ እታ ኣብኣ ዝተነገረት ሓበሬታ ማለት ስለዚ ማዕረ ክንድዚ ሃፍቲ ኣለኒ ማዕረ ክንድዚ ዩቲብ ዝኸፍለኒ እውን ትብለና ኣለኻ እንደገና ጀማሪ ዩቲበር ሓውካ ወዲ ዓድካ ውን ትሽዓተ ሽሕ ከፊሉ ብወርሒ ክመሃር ውን ኢካ እቲ ኣካዳሚ ትከፍትዎ ዘለኩ ስለዚ እዚስ ኣይተጋነነን ዶ ማለት ኣብ ዝተፀገመ ኩነታት ኮይንኩም ውን ኢኩም ትከፍትዎ ዘለኩም ዝተፈለየ ናይ ቴክኖሎጂ ዓይነት ነገር ውን ሒዝኩም ኢኩም ትቀርቡ ዘለኩም ምክንያቱ ሎሚ ዘበነ ቴክኖሎጂ ካብ ሓደ ዩቲብ ስረ ናይ ዩቲዩብ ኣከፋፍታ፣ ኣጠቃቅማ፣ ሞኒታይዝ ኣገባብራ፣ ኣድሰንስ ኣካያይዳ ዝርዝር ነገር ካብ ዩቲዩብ ካብ ቱቶር ኣውሪድካስ ክትማር ትኽእል ኢኻ ማለት እዩ። ስለዚ ብከምዚ ዓይነት ኣጋጣምታት ፍልጠትካ ከተዕብየሉ ትኽእል ደረጃ ኣብ ዘለኻሉ እዋን ትሽዓተ ሽሕ ንወርሒ ክፈልሞ ስለ ዩቲዩብ ከምህረኩም ኢልካ ምምፃእ ሰጋነነዶ ይኸውን እዩ። ስለዚ እዚኣ ከመይ ኢኻ ሓሲብካላ ማጊ ሾው ሻካላካ ቡም ቡም ዲኻ። ዱም ሻካራካ ቦም ቦም ቦም ቦም። ባዕልኻ ትኾንካ ማለት እዩ ኣለና ዶ። ኣለና ዶ።
እታ ሳልሰይቲ ዛዕባ ሒዘልኩም ቀሪበ ዘለኹ ድማ ብጣዕሚ ትገርም እዚኣ እውን ኖምስ ትርእይዎ ኣለኹም ፔጀይ ብዩቲብ ብጣዕሚ እየ ልኽፈል ከምኡ እውን ብፌስቡክ ብጣዕሚ እየ ልኽፈል ክንገብር ተለና ናይ ዩኬ ና ኮኔክት ንገብር ዩኬ ኮኔክት ምስ ገበርና ከዓ ሪኢኹም ኣለኹም ሓቀይ ብጣዕሚ ብዝገርም መልክዑ ማለት እዩ ፌስቡክ ልዕሊ ዩቲብ ከምኡ ውን ልዕሊ ቲክቶክ እዩ ዝኸፍል ዝብል መልእኽቲ ዝሓዘት ቪድያ እዚኣ ማለት እዩ። እዚኣ መሰረት ገይሩ ኩሉ ፌስቡክ ዝነጥፍ ነጣፊ ማሕበራዊ ሚድያ ድማ ፈለው ጎርኒ ፈለው ጎርኒ ፈለው ንጋበር እዚኣ ኢሉ ዝፀሓፈ እዚኣ ክገብረ ፈለው ዝበለኒ ፈለው ክምልስ እየ እንዳበለ ኩሉ ሰብ ዳርጋ ሓማም ርእሲ ኮይና ተቐንያ ኣላ እዚኣ ናይዛ ሰሙን እዚኣ ኣጀንዳ እያ ትኸውን ዘላ ማለት እዩ ስለዚ ፌስቡክ ይኸፍል እዩ ተባሂሉ ልዕሊ ክልተ ሰለስተ ወርሒ ካብቶም ዝመከሩ ኣነ ሓደ እየ በዚ ኣጋጣሚ እዚ ክነገረኩም ማለት እዩ ፈለው ከዓ ልዕሊ ሓሙሽተ ሽሕ ክኸውን ኣለዎ ልዕሊ ሓሙሽተ ሽሕ ምስ ኮነ እዩ ምኽፋል ዝጅምረካ ሓፀርቲ ቪድዮታት እውን ብሪል ኣቢልካ ክሰቕለሉ ኣለካ ተባሂሉ ልዕሊ ሰላሳ ኣርባዓ ቪድዮታት ሰቒለ ኣነ ብዙሕ ፕሮሰሳት እውን ከይደ ምንም ዓይነት ዝረኣኽዎ ተስፋ የብለይን ማለት እዩ ዋላ ሙሴ ቸክር እውን ኣብታ ቪድዮኻ ከም ዝገለጽካዮ ከም ዝተዓዘብናዮን ከም ዝረኣናዮን እንታይ እያ ትኸድ ትኸድ እሞ ንጹር ዝኾነ ከመይ እዩ ዝኽፍል ኣብ ዝብል ነገር ግን ንጹር ዝኾነ ነገር የቐመጥካን ማለት እዩ ስለዚ ሓደ ሓደ ግዜ እንሰርሖም ቪድዮታት እቲ ዝስዕበና ሰብ እውን መሰረት ጌርና ተንኸውን ማለት እዩ ኩሉ ሰብ ፌስቡክ ይኸፍል እዩ ስለ ዝሰምዐ ለማቕነ በቃ ሕማም ርእሲ ኮይና ቐኒያ ማለት እዩ ልዕሊ ኩሉ ናይ ኣምሓራ ሚድያ ተኸታሊ ስለዛ ዘረባ እዚኣ ጥራሕ ኢኻ ትሰምዕ ኮፍ ኣብ ዝበልካዮ እንዳ ቡና ወይ ኮፍ ኣብ ዝበልካዮ ዛዕባ ውን ንሱ ኢኻ ትሰምዕ ማለት እዩ ስለዚ ኣብዛ ጉዳይ እዚኣ ውን ብጭቡጥ ማለት እዩ ኣነ ብጭቡጥ ስእላ ብሽፍንፍን ዘይኮነት ብከምዚኣ መንገዲ በዛ ዋላ ሓውና በረከት ኣብርሃ ውን ከቕርባ ፈቲኑ ነይሩ ማለት እዩ ግን ከይዳ ከይዳ ብመሰረቱ ናብ ብዙሕ ነገር እዩ ዝመርሓካ እቲ ናይ ፌስቡክ ክፍሊት ዝበልናዮ ብጣዕሚ ናብ ብዙሕ ነገር እዩ ዝመርሓካ ማለት እዩ ብዙሕ ነገር እዩ ዝእዘዘካ ስለዚ ሓደ ከም ዝተኸፈለ ብጭቡጥ ሓበሬታ ዘለዎ ሰብ ወይ ድማ እንታይ እንታይ ዓይነት ሰንሰለት ከይዱ እዩ ተኸፋሊ ኮይኑ ዝብል ነገሩ ከረደና ዝኽእል ሰብ ንደሊ ኢና ማለት ምክንያቱ እንድሕር ማሕበረሰብ ክንጠቅም ኢና ንመፅ ዘለና እንድሕር ሓሲብናስ እታ ናይ መጥቀቢ መንገዲ ግልፂ ብዝኾነ መንገዲ ኢና ክንነገር ዘለና ማለት እዩ ስለዚ ሙሴ ቻኩር እውን ኣብዛ ጉዳይ እዚኣ ዘለካ ካሊእ ተወሳኺ ቪድዮ ንፁር ተወሳኺ ቪድዮ እንተሃልዩካ ክተቕርበልና በዚ ኣጋጣሚ እዚ መልእኽቲ የሕልፎ ኣለኹ። ዋላ ሓውና በረከት ኣብርሃ እውን በዛ ንስኻ ዝበልካና መንገዲ ከይድና እውን ብዙሕ ኣብ ዝበፃሕናዮ ነገር የለን ንደረጃ ክፍሊት እውን ኣይበቕዓናን ዝብሉ ርእቶታት እውን ኣለዉ። ካብቶም ርእቶታት እሳቶም ዘቕርቡ ዘሎ ሓደ እውን ኣነ እየ። ስለዚ ክብራትን ክቡራንን እዘን ኣነ ኣቕሪበየን ዘለኹ ሕቶታት ናይ ኩሉ ነጣፊ ማሕበራዊ ሚድያ ሕቶታት ክኾና ተስፋ ይገብር። ስለዚ ኣንቱም ሽምኩም ገሊጸ ሕቶ ዘቕረብኩልኩም ኣካላት እውን ኣብ ቀረባ ግዜ ካሊእ ቪድዮ ሰሪሕኩም ክትምለሱና ኢለ ተስፋ ይገብር። ንዝተኸታተልኩምኒ ኩሉኹም ተኸታተልተይ ብጣዕሚ ክብሪ ኣለኒ ብጣዕሚ እየ ዘመስግን። ናይ ውንጥሕ ሚድያ ቤተሰብ ዘይኮንኩም ድማ ቻነልና ሳብስክራይብ ብምግባር ቤተሰብ ናይዚ ቻነል እዚ ክትኮኑ በዚ ኣጋጣሚ እዚ ብኽብሪ ይዕድመኩም ኣለኹ። ሓቢርና ንዕበር፣ ኣብ ትግራይ ዘለዉ ናይ ቴክኖሎጂ ኣጠቓቕማ ንጠቐመሉ፣ ብሓባር ንዕበ ክብል እየ ዝደሊ። የቐንየለይ። ቻው ቻው፣ ሰላም ቅነ።